ሰላም ኣምነ ነቪድን ኣብቲ ኣመዘራረብ ዘሎ ብዛዕባ መራሕቲ ትግራይን ኤርትራን ሓድሽ ዜና እንዳተሰምዐ ዩ ዝርከብ ዘሎ። ላዕለዎት ኣመራርሓ ሰራዊት ትግራይን ኤርትራን ከምዝተራኸቡ ተፈሊጡ። ከምኡ ውን ኣወል ሰይድ ኣብዚ ሰሙን እዚ ዝገጠሞ ተቓውሞ ኣብ ዝሕዚ ሰዓት ሓደሽቲ ነገራት እንዳተሰምዑ ዮም ዝርከቡ ዘለዉ። ኣወል ሰይድ እዛ ህድሞና ትበሃል ንዓ ዕጽው ነብላ ሕጾላ ምኹን ኢዩ ነገሪ እዚ ንሕና ስለ ዝጸላእናያ ገለ ኣይኮነን ኖ። ሚኒስተር ዑስማን ሳልሕ ንጸብጻብ ሰብኣዊ መሰላት ኣብ ኤርትራ ዝምልከት መብርሂ ንማሕበረሰብ ዲፕሎማሲ ሂቡ። እዚኦምን ካልኦትን ሓደሽቲ ሓበሬታታት ሒዘልኩም ቀሪበ ኣለኹ። ክሳዕ መወዳእታ እዚ ቪድዮ ተሓባቢርኩም ንጽንሑ ኩልና ላይክ ብምግባር ንጀምሮ። ንቐጽል! ኣሹ ኢፍ ቶታልቲ በቲ ቀዳማይ ዛዕባ ናንጀምር ከለና ኣወል ሲዒድ ከም ዝፍለጥ ኣብዚ ሰሙን እዚ ሓያል ተቐውሞ በጺሕዎ ነይሩ ብዛዕባ እዚ ጉዳይ እዚ እኳ መልሲ ትሃበሉ ኣብዚ ሕዚ ሰዓት ከኣ ብዛዕባ ኣጽምዶ ብዛዕባ ክልቲኡ ህዝብታት ትርክ ትግራይን ኤርትራን መልሲ እናሃበ እዩ ዝርከብ ዘሎ ቀጺልና ንስማዕዮ። ኤርትራን ትግራይን ሕጂ ኣይክዕረቑን እዮም በዚ ዝገበርናሎም ናይ ኩናት ሪንግ ኣብኡ እንዳተፋለሱ ክነብሩ እዮም ምስ ኣምሓራ ብሰሪሕናሉ ዘለና መታኾሲ ዝኸውን ባይታ እንዳተታኾሰ እንዳተታኾበ ክነብር እዩ። ስለዚ እዚ ዞባ እዚ ፍፁም ኣብ ዕግርግር ክነብር እዩ። ነቲ ዕግርግር ድማ መፂኻ ተመሓድሮ ዝብል ናይ ኣብይ ኣሕመድ ንድፊ ኢና ኣብ ወረቐቱ ከሎ ቀቲልናዮ። ሕጂ ማሕበረሰብ ዓለም ንሕና ኩናት ኣይንደልን ኢና፣ ፅምዶ ናይ ሰላም እዩ፣ እዚ ህዝብታት እዚ ኩሉ ተራኺቡ ኣይንደልን ይብል ኣሎ ሽማግለታት ውፅኡ እሞ ሕጂ ማሕበረሰብ ዓለም ክሰምዐና እንተኾይኑ ቋንቋ ትግርኛ ኣብ ዶባት ጀሚሩ ብትሽዓቲኡ ብሄር ናይ ኤርትራ ድጋፍ ረኺቡ ብሰለስቲኡ ብሄር ናይ ትግራይ ድጋፍ ረኺቡ ብኹሉ ቋንቋታት ተዘሪብሉ ተዓሊሉሉ ተመኺሩሉ ተዘትዩሉ ኣብ ወፃኢ እውን ኣባላት ተወዲቦም በብቋንቆም በብዓቕሞም በብክእለቶም በብዓውዶም ብዛዕባ ፅምዶ ተዘሪቡ ተደሪፉ ተዘሚሩ ናይ ሓሶት ትረኻ እንዳተነግረ ዩ ክክየድ ጸኒሑ ብኩሉ ብክልቲኡ ህዝብታት ይኩን ዋላ ብህዝቢ ኢትዮጵያ ንሕና ኦሮሞ ከምዚ ዓይነት ሽግር ይሕልፍ ከም ዘሎ ኣይንፈልጥን ኢና ኔርና ምክንያቱ እቲ ኦህዴድ ባዕሉ ኣብ ስልጣን ስለ ዘሎ ንገዛእ ህዝቡ ከምኡ ጭፍጭፍ ኢልና ንሓስብ ኣይነበርናን ደሓር ግን ብተሓብአ ነገራት እንዳተቅልዐ መጺኡ ብሰሪ ድጋፍ ናይ ጽምዶ ማለት እዩ ኣብ ከምዚ ከምዚ ኣሎ ከምዚ የጋጥም ኣሎ ንሕና ውን ምሳሓትኩም ድብሉ ካብ ገለ ገለ መዓስከራት ጻውዒታት ይመጽእ ናይ ኣምሓራ ከምኡ ኣምሓራ መጠኑ ዝሓለፈ ግፍዒ ኣብ ልዕሊ ህዝቢ ኣምሓራ ዝካየድ ከም ዘሎ እቲ ህዝቢ ድማ ሪኤና ከም ዘሎ ናይ ሰላም ወፍሪ ንገብር ከም ዘለና ፃውዒታት የቕርብ ንሕና ድማ በየናይ ይሓይሽ እናበልና ኣብ ጎረቤት ሃገር ግን ናይ ሰላም ደጋፊት ከማና ውፁዕ ህዝቢ ዘለዋ ኩናት ድፅየን ህዝቢ ዘለዋ ካብ ቤት ንብረቱ ተፈናቒሉ ዘሎ ህዝቢ ዘለዋ መሓዛ ሰውራ ኤርትራ ዝነበረት ካብ ቀደም ዋላ ውን ከምኡ ንህዝቢ ትግራይ ንኩሎም ህዝብታት በዓልቲ ውዕለት ዝኾነት ጎረቤት ሃገርና ሱዳን እያ። ኣሸይ ካብ ዝመጻ ንሪኦ ማለት እዩ ኣወል ሴለ ከም ዝፍለጥ ብ ሓንቲ ዝተጋገያ ስሕተት ብ ብዙሓት ሰባት ነጠፍቲ ዝማሕራዊ ሚድያ ዝኾኑ ተቃውሞ ከብጽሕሉ ሪኢና ኢና ኣብዚ ሰዓት ግን ፍልይ ዝበለ ሓበሬታ እንዳ ዝሰምዐ ዝርከብ ዘሎ ብ ምስ ማዕበል ዝተገበረ ጻኒሒት ኣወል ሰይድ ዝጥቀመላ ዘሎ ቻናል ክትዕጸ ኣለዋ እንዳ በለ እዩም ዝርከብ ዘሎ እስኪ ቀጺልና ንስምዓዮም። ኣወል ሰዒድ እዛ ህድሞና ትበሃል ንዓ ዕዕፁ ነብላ ዕፆላ ምኹን እዩ ነገሪ እዚ ንሕና ስለ ዝፀላእናያ ገለ ኣይኮነን ኖ ተሰከፍ መሓፈርካ መሓፈርካ ከማን እዚኣ ኣብዚኣ ሕልፍ ክብል ከሎ ንሓፂር ግዜ ዝጠቐሳ ን ገዲም ዓብዪ ስነጥበበኛ መምህር ናይ ጥበብ ዝኾነ ኢሳያስ ጸጋይ ሓደ ኢሳያስ ጸጋይ ዝተባህለ ምባሉ እዚያ ጌጋ እያ እዚያ ጌጋ እያ በደ ሆል ኮንሰፕት ብሰንኪ እዚያ ዘረባ ኣም እርግፀኛ እያ ነዚያ ክእርማ ምዃኑ እዛ ቃል እዚያ መሊቋ ከም ዝወፀት ክእርማ ምዃኑ ፍሉጥ እዩ ምክንያቱ እሱ ስነ ጥበበኛ ስለ ዝኾነ ንኢሳያስ ጸጋይ ካባይ ንላዕሊ ክፈልጦ ዝኽእል እሱ እዩ ዕምቆት ናቱን ክእለት ናቱን ክፈልጦ ዝኽእል እሱ እዩ ግን እንታይ ግን ክዕዘብ ቀኒየ መስለኩም ኣነ ነዊሕ እዋን እዩ ኣይ ቲንክ ሳም ፒፕል ኣር ኣንሃፒ ዊዝ ኣወል ስዒድ ንኣወል ስዒድ ዝገብሮ ዘሎ ዓይነት ኣበርክቶን ስራሕን ኣይፈትዎን እዮም ዘለዉ ዋላ ነቲ ጽምዶኦም ብመጀመርኡ ንሱ ስለ ደምጾ ናቱ ሓሳብን ናቱ ኣጀንዳን ገይሮም ወሲዶም ኣብ ልዕሊ ጽምዶ ዘለዎም ጥርጣሬታት ብመንገዲ ናይ ኣወል ስዒድ ሕርቃኖም ከውፁ ዝፍትኑ ሰባት ከም ዘለዉ ይርኢ ኣለኹ ኣነ ትጽምዶ ኩናት ጠጠው ኣቢልልናዮ ዓቢ ነገር ድማ እዩ። ን ኣብ ጽምዶ ዘለና ሕቶታት ኣብ ብዙሕ ግዜ ጠቂስና ኢና ትክክለኛ መንገዲ ከካታተል ኣለዎ ክክተል ኣለዎ ገለ ገለ ተባሂሉ እዩ ጽምዶ ግን ሓደ ኣዝዩ ኣገዳሲ መስርሕን ኣካይዳን ከም ዝኾነን ንብልጽግና ድማ መጀመርያ ኩናት ናብ ኤርትራ ናይ ዕንደራ ኩናት ንኸይገብር ጠጠው ኣቢልዎ ሕጂ ድማ ንህላወ ናቱ እውን ስግኣት ኮይንዎ ዘሎ ምዃኑ ፈሊጥና ኣለና
ዝርዝር ዜና ሚኒስተር ዑስማን ሳልሕ ንጸብጻብ ሰብኣዊ መሰላት ኣብ ኤርትራ ዝምልከት መብርሂ ንማሕበረሰብ ዲፕሎማሲ ሂቡ። ነቲ መግለጺ ዝተኸታተለ ጋዜጠኛ ሳሙኤል ሃብተሚካኤል ዘዳለዎ ዜናዊ ጸብጻብ ኣሎ። ዳናይት ተስፋስጋ ክተቕርቦ እያ።
ሚኒስተር ጉዳያት ወጻኢ ኣቶ ዑስማን ሳልሕ ኣብ ኤርትራ ንዝመደበሮም ኣምባሳደራትን ዲፕሎማሰኛታትን ኣብ ዝሓለፈ ዓመታት ብፍሉይ ጸብጻቢ ሰብኣዊ መሰላት ኣብ ጉዳይ ኤርትራ ብዛዕባ ክቐርብ ዝጸንሐ ደዋኒ ጸብጻባት ዝምልከት መብርሂ ሂቡ። ኣብቲ ሎሚ ሓደ ሓምለ ዝሃቦ መግለጺ ሚኒስተር ዖስማን፣ ኤርትራ ኣብ ዝሓለፈ ዓሰርተ ኣርባዕተ ዓመታት ምስ ቤት ምኽሪ ሰብኣዊ መሰላት፣ ሓፈሻዊ ጉባኤ ሕቡራት ሃገራት ከምኡ'ውን ክልተኣዊ መስመራት ጽኑዕን መትከላውን መርገጺ ሒዛ ከም እተጓዕዘት ምስ ፍሉይ ጸብጻቢ ሰብኣዊ መሰላት ተኣሳሲሩ ዝተኻየደ ርክባት ግና እወታዊ ውጽኢት ስለዘይተረኽቦ ደጊም ኤርትራ ንተመሳሳሊ ዘይቅርዑይ ኣገባብ ኣሰራርሓ ንምምጓት ዲፕሎማስያዊ ጸዓትን ግዜን ከም ዘይተባኽን ኣነጺሩ። ብተደጋጋሚ ናብ ኤርትራ ዘነጻጸረ፣ ብወግዓዊ መስመራት ፍሉያት ፖለቲካዊ ኣካላት ሕቡራት ሃገራት ዝዝርጋሕ፣ ንሓደ ሸንኽ ጥራይ ዘሳሲ ዝንቡዕ ትረኻ፣ ምስሊ ኤርትራ ኣብ ምድዋን ዝተጻወቶ ተራ ዝጠቐሰ ሚኒስተር ዑስማን፣ ብፍሉይ ጸብጻቢ ሰብኣዊ መሰላት ዝቐርብ ዘንቀደ ጸብጻባት፣ ንውሽጣዊ ኩንነት ኤርትራ ዘየንጸባርቕ፣ ጉጉይ ዓለማዊ ኣጠማምታ ዘተባብዕ፣ ከምኡ'ውን ወፍሪ ኣብ ልምዓታዊ መደባት ዘተዓናቕፍ ከም ዝኾነ ኣገንዚቡ። እቲ ሓቂ እዚ እንከሎ፣ ቤት ምኽሪ ሰብኣዊ መሰላት ናብ ግብራዊ ምትሕብባር፣ ከምኡ'ውን ሃገራዊ ምምዕባል ዓቕሚ ሰብ ከቐንዕ ዝኽእል ዝነበረ ብሚልዮናት ዶላራት ንዝግመት ጸጋታት ሕቡራት ሃገራት ኣብ ዘየርብሕ ንጥፈት የባኽን ከም ዘሎ ድማ ኣስሚሩሉ። ሚኒስተር ዑስማን ኣስዒቡ፣ መንግስቲ ኤርትራ ኣብ መትከላት ልኡላዊ ማዕርነት፣ ሓባራዊ ምክብባር፣ ዘይምትእትታው ኣብ ውሽጣዊ ጉዳያት፣ ከምኡ'ውን ኣብ ሓቀኛ ምትሕግጋዝ ዝተሰረተ ሽርክነት ንዘለዎ ጽኑዕን ውፉይን መርገጺ ደጊሙ ኣረጋጊጹ። ተሳተፍቲ ብወገኖም፣ ከምዚ ዝበለ ናይ ምብህሃር ርክባት ቅኑዕ ርድኢት ንምፍጣር ሓጋዚ ስለዝኾነ ብቐጻሊ ክስራሓሉ ተማሕጺኖም። ኣሹ የፍሰሶስ እዩ ካብዚ መውፃእን ማለት እዩ መንግስቲ ኣሜርካ ከምኡ ን ሕብረት ኣውሮፓ ን ውድብ ህወሓት ዘውፅእዎ መግለፅታት ማለት እዩ ኣብዚ ሕዚ ሰዓት ካብ ትግራይ መልሲ እንዳተዋህቦም እዩ ዝርከብ ዘሎ ብዛዕባ ቪዛ ክልከላ ዝምልከት እውን ድማ ምንጆርና መግለፂ እንዳሃበት እያ ትርከብ ዘላ ዋላ እኳ ቪዛ ይኸልክሉና እምበር እንድሕር ደሊና ክንከድ ንኽእል ኢና እንዳበለት እያ ትርከብ ዘላ እስኪ ታይ እኒኦ ሓዱሽ ነገር ዝብሉ ቀፂልና ንስምዓዮ። ኣሜርካ መንግስቲ ይኹን ኣውሮፓ ሕብረት ዘውፅእዎ መግለፅታት ኣሎ። ሕወሓት ነቲ ዘውፅእዎ መግለፅታት እግሪ እግሪ እዩ መልሲ ዝህብ ዘሎ ስለዚ ኣቐዲሙ ሓበሬታ ንህዝቢ ተዝህብ ዶ ትኽክል ኣይምኾነን? እዚስ ናይ ሚድያን ናይ ዲፕሎማስን ድኽመት ከምዘሎ ዶ ኣይኮነን ዘርኢ ዝብል ዝቐረበ ሕቶ ኣሎ። ትኽክል እዩ እዚ ናይ ኣፍሪቃ ሕብረት እዞም ኣውሮፓ ሕብረትን ኣሜሪካን መግለፅታት ኣውፂኦም ኣለው። መግለፅታት ናብ ኩናት ኣይትእተው ማለት ነቲ ሰላም ኣይትዕንቅፉ ዝብል መልእኽቲ ዘለዎ እዩ። ናህና ከዓ መልሲ ሂብና ኢና። እቲ ዝሃብናዮ መልሲ ናይ ኣፍሪቃ ናይ ኣውሮፓ ሕብረት ይኹን ናይ ኣሜሪካ እንታይ እዩ ነቲ በደለኛ ገዲፎም ነቲ በደለኛ ነቲ ገበን ዝፍጽም ዘሎ ገዲፎምስ ነቲ ዝብደል ዘሎ ክቐጽዑ እዮም ዝፍትኑ ዘለዉ። እዚ ትኽክል ኣይኮነን ኢልና ገሊጽናሎም ኢና። ኣብቲ ናይ ኣሜሪካ እንታይ እዮም ዝብሉ ሃርድ ላይነርስ ሃርድ ላይነርስ ንዝኾኑ ክንቀፅዕ ኢና ናይ ቪዛ እዮም ዝብሉ እንታይ እቲ ቪዛ ናይ ቪዛ ሬስትሪክሽን ወይ ቪዛ ምክላእ ንዘይደልይዎ ሰብ ፖለቲካ እዩ ትርጉሙ እምበር ናይ ብሓቂ ኣሜሪካ ከይደልዩ ሰብስ ክኽልክልዎ ኢሎም ኣይኮኑ ይፈልጡ እዮም እንኳን ኣሜሪካ ክንከይድስ ኣዲስ ኣበባ እውን ከምዘይንኸይድ ይፈልጡ እዮም ክነዛራርበኩም ኢሎምና እውን ንሕና ነዲስ ኣበባ ኣይንኸድን ኢልናዮም ኢና ኣዲስ ኣበባ ኣይንኸድን ክንዛተ ክንደራደር ተኮይንና እውን ኣብ ካሊእ ኣብ ሳልሳይ ሃገር ከይና ኢና ንደራደር እምበር ነዲስ ኣበባ ኣይንኸድን ኢልናዮም ኢና ስለዚ ነዲስ ኣበባ እውንስ ከም ዘይንኸድ ይፈልጡ እዮም እንኳን ቪዛ ሒዝና ናብ ኣሜሪካ ክንኣቱ ማለት እዩ ፖለቲካ እዩ ዝዓበየ መልእክቲ እዮም ከሕልፉ ደልዮም ነቲ ትክክል ኣይኮነን ግን እቲ ዝርደአና ንሕና ከምኡ እዩ ሃርድ ላይነር ዝብል ዘቅረብዎ ነገር እንታይ እዩ ኣብቲ ኣብ ኣሸይ ካብ ዝመጽኣ ልማድት እዩ ከምዝፍለጥ ናብ ትግራይ ዝተፈላለዩ ክስታት ይቀርቡ እዮም ኩነት በተለይ ናብ ኣመራርሓ ትግራይ ከ ደለይቲ ኩነት ኹም ዝተፈላለዩ ዛዕባታት ይቀርቡ እዮም ብዛዕባ እስኪ ጀነራል ማሾ ኣብ ህሉው መድረኽ መግለጺ እንዳሃበ እዩ ዝርከብ ዘሎ
ሎሚ ኣይ ውጋይ እንደለን ውጋይ የድልየናን እንትብሉና እንተለዉ ተዓብዙና ኣለዉ ተንበርከኹ ምንብርካኽ ፅቡቕ እዩ ዝበልኹም ጎሩ ተሓረዱ ተጠወሱ ካንሰር ኢልና ኢልኩም እመኑ የቀንጅብልና ኢልኩም እመኑ መሬትኩም ኣረክቡ መሰልኩም ኣይትሕተቱ ሶ ምንብርካኽ ፅቡቕ እዩ ተዘይ ተምበርኪኹም መስዋእቲ ክትከፍሉ ኢኹም እዮም ዝብልና ዘለዉ ብዘይ መስዋእቲ ዓወት ክንረክብ ኣይንብል ኣብ ዝሓለፈ 17 ዓመትን ቅድሚኡን ይኹን ተሰውኡና ብፆት እንዝክረሉ መስዋእቲ ከፊልና ዘረጋገፅናዮ ዓወት እዩ ተንበርኪሕና ዘረጋገፅናዮ ኣይኮነ ሎሚ ቃልስና ዋጋ የብሉን ኢሎም ዝትርኹ ሰባት መፅዮም ኣለዉ ካብቶም ዝቃለሱ ዝነበሩ ተይተረፉ ቃልስና ዋጋ ኣለዎ ብሄራዊ ክብርና ኣረጋጊፅልና እዩ ተጋሩ ናይ ኢትዮጵያ ሽግር ድኽነት ካልእ ምሳሌ እዮም ዝብሉና ዝነበሩ ኣይኮናን ተመራመርቲ እውን ዓዲ ሃለልቲ እውን ፀላእ መከቲ እውን ምዃኑ ኣረጋጊፅና ንነብር ህዝቢ ኢና እዚ ብምቕፃል እዩ ትግራዋይ ዝቕፅል ተንበርካኽነት ብምትእትታው ኣይተጋገዩን ብምጭፍጫፎም ጨፍጨፍትኻ ደቂ ኣነስትዮኻ ክዕመፃ ግቡእ እዩ ህዝብኻ ክስንከል ብጥይት ግቡእ እዩ ብድሮን ክዕጸድ ግቡእ እዩ። ተምበርከኽ ዝበሃል ኣዘራርባ ንህዝቢ ትግራይ ዝምጥን ኣይኮነን። ድቓሉ ዝፈጥርዎ ዘለዉ ኣዘራርባ እዩ። ካብ ናይ ህዝቢ ትግራይ ረብሓን ጥቕምን ናይ ባዕልቶም ረብሓን ጥቕምን ናይ ሓደ ግለሰብ ናይ ሓደ ጎጆ ኣቐዲሞም ዝርእዮም ስለ ዝኾነ መበገሲ ናይዚ ፕሮፖጋንዳታት እዚ እውን ፍሹል ከም ዝኾነ ዘርእየና እዩ። ኣብዚ ኩናት ናይ ትግራይ ዕቑር ዓቕሚ ክንደይናይ ዓብዪ ከም ዝኾነ ንሕዚ እውን ንዝሓለፈ እውን ንሕዚ እውን ንቐፃሊ እውን ዘገልግል ዓቕሚ ከም ዘለና ከዓ ዘረጋግፅ እዩ ብዙ ኢና ንምንታይ ደኣ እዩ ተንበርከኽ ዝበሃል ኣሎ ወግሐ ጸብሐ ተተባሂሉ ሰብ ዕላማ እዮም ህዝቢ ትግራይ ኣንበርኪኽና ኢና ንነብር ዝብሉ ገዛእቲ ኣለዉ ኣብቲ ህዝቢ ትግራይ ምንብርካኽ ንእሽተይ ርፍራፊ ክንረክብ ኢና ዝብሉ ከዓ ግጉያትና ኢና ሰባት ኣለዉ እዚኣቶም እዮም ሕዚ እዚ ፕሮፓጋንዳ ዘካይድዎ ዘለዉ። ባይዘወይ ፕሮፓጋንዳ ዘውፅሖ ጉድኣት ቀሊል ነገር ከም ዘይኮነ ፍሉጥ እዩ። ግን ብፕሮፓጋንዳ ዝተዓፀፈ ናይ ህዝቢ ትግራይ ቃልሲ ግን የለን ክሳብ ሕዚ ኣብ ዝሓለፈ ዓሰርተ ሸውዓተ እውን ብጣዕሚ ተረባሪቦም እዮም ብፍላይ ኣብ መጨረሻ ክንዕወት ምሰልና ሕዚ እውን ይረባረቡ ኣለዉ ስለዚ ፕሮፓጋንዳኦም ፍሽል እዩ ክፍሽል እዩ ካብዚ ብምቕጻል ናብቲ ናይ መወዳእታ ሓበሬታና ንሰገር ከለና ማለት እዩ ኣብ መራሕቲ ትግራይን ኤርትራን ሓድሽ ዜናታት እናወጽኦም ዝርከብ ዘለዉ ብዛዕባ ኣብ ክልቲኦም ምርኻባት ማለት እዩ ሓደሽቲ ሓበሬታታት እናወጽኦም ዝርከብ ዘለዉ ኣብዚ ሕዚ ሰዓት ላዕለዎት ኣመራርሓ ሰራዊት ትግራይን ኤርትራን ከምዝተራኸቡ ተፈሊጡ። እቲ ርክብ ዝተጀመረ ጽምዶ ህዝብታት ዝያዳ ንምዕማቕ ምዃኑ ተገሊጹ ኣሎ። ቅድም ክብል ብጭምጭምታ ዝግለጽ ዝነበረ ርክብ ኣመራርሓ ሰራዊት ትግራይን ኤርትራን ሕዚ ብሚድያታት ሻዕብያ ናብ ዝግለጸሉ ደረጃ በጺሑ ይርከብ። እቲ ቅድሚ ኣዋርሕ ኣብ መንጎ ህዝብታት ትግራይን ኤርትራን ዝተጀመረ ጽምዶ ዝተሰየመ ርክብ ሕዚ ናብ ደረጃ ኣመራርሓ ሰራዊት ተሸጋጊሩ ከምዝርከብ ተሓቢሩ። ልሳናት ሻዕብያ ዘውጽኦ ሓበሬታ ከምዘመልከቶ ኣብ መንጎ ኤርትራን ትግራይን ተጀሚሩ ዘሎ ዝምድና ንምዕሟቕ ኣዘዝቲ ሰራዊት ትግራይ ምስ ኣዘዝቲ ሰራዊት ኤርትራ ርክባት ኣካይዶም ኣለው። ዝርዝር እቲ ዝተራኸብሉ ቦታን ዝዘተይዎ ኣጀንዳን ዘይነፀሩ እቶም ሓበሬታታት ብክልቲኡ ወገን ዝርከቡ ላዕለዎት ኣመራርሓ ሰራዊት ዘራኸበ ከምዝነበረ ግና ከይጠቐሱ ኣይሓለፉን። እቲ ርክብ ነቲ ብደረጃ ኣክቲቪስትታት ቀፂሉ ድማ ህዝብታት ዝተጀመረ ፅምዶ ዝያዳ ንምዕማቑን ናብ ደረጃ መንግስታት ንምዕባይን በሪ ንምኽፋት ክኸውን ከምዝኽእል ግምታዊ ተሎ። ከምኡ እውን ኣብ መንጎ ትግራይን መንግስቲ ፌዴራልን እናማዕበለ ዝኸይድ ዘሎ ወጥሪ ናብ ኩናት እንተተሰጋጊሩ ምናልባት እውን ሓበራዊ ስግኣት ንዝኾነ ስርዓት ብልፅግና ብሓባር ንምምካት ክኸውን ከም ዝኽእል እናተገለፀ ይርከብ። ኣመራርሓ ሰራዊት ትግራይን ኤርትራን ቅድም ክብል ርክባት የካይዱ ከም ዝነበሩ ወግዓዊ ዘይኮኑ ሓበሬታታት እኳ እንተነበሩ ልሳና ሻዕብያ ግና ብዛዕባ እዚ ጉዳይ ፀብፂበን ይፈልጣን ነይረን። ብጉልዋ በሪ ባሕሪ ንኤርትራ ንምውራር ዝህንደድ ዝነበረ ስርዓት ብልፅግና ፈለማ ንትግራይ ብምንብርካኽ ድሕሪኡ ናብ ዓሰብ ዝብል ስልቲ ሓንፂፁ ምንቅስቓስ ምጅማሩ ብዙሓት መረዳእታ ታት የመልክቱ። ነዚ ንምዕዋት ድማ ሙሉእ ሰራዊት ናብ ወሰን ትግራይ ዘፀግዐ ኮይኑ ቀስ ብቐስ ቁጠባውን ፖለቲካውን ዓቕሚ ትግራይ ንምድቃቕ ድማ ኩሉ ዓይነት ክልከላን ክባን ገይሩ ይርከብ። ፅምዶ ከም ዓብዪ ስግኣት ገይሮም ዝሪኡዎ ፖለቲካውን ወታደራውን ኣመራርሓ ብልፅግና ንሓይልታት ትግራይ፣ ኣምሓራ፣ ኤርትራን ሱዳንን ብተናፀል ምውቃዕ ዝብል ከም መማረፂ ይጥቀምሉ ከም ዘለዉ እናተገለፀ እዩ። ኣሹ ፍቶ ተክልቲ ነለም ዝነበሩ ሓበሬታታት እዚኦምን ካልኦትን ይርብ ኣብ ቀጻሊ ብሓድሽ ሓበሬታ ሳንረከብ ሰሰናዩ ጸጸቡቅ የስመዐና።